ንሰብ ክትብድሎ እዩ ዘይብልካ እምበር ክብድለካ ከዓ ዕድል ክትበበልካ ተፀኪሖ ወይ ሓቅኻ እንዲኻ ግን ስድራ ምልእቲ ተሓሚሰ እያ ዘላ ምቑርባይ ሰለጠኩምን ኣብ ልዕሊ ቃል ኪዳን ዝግበር ዕንደራ ግን ገበን እዩ። ውዒሉ ሓዲሩ ክርድኦ እንድዩ። ተረዲእዎ ክምለስ ከሎስ እንታይ ሒዙ ከም ዝመጽእ እንታይ ትፈልጥ? ንስኺ ግን ሓንቲ መትከልን እምነትን ዘይብላ ከሓዲት ኢኺ። ኣይኮነን ኣይኮነን ሳይሞን፣ ንደቀይ ከዓ ካልእ ኣቦ ክሕውሰለን ኣይደለኹን። ክረኽበካ ደልየ ነይረ። መዓስ?
ኣብ ዝጠዓመካ እንተ ተኻኢሉ ዋላ ሕጂ። እሞ ናይ ስራሕ መደበይ እኮ ክርኢ ኣለኒ። ናይ ዕብዳይ መደበይ ግዳ ዘይብል። ኣነስ እንታይ መርጎም እዩ ነይርኒ ኦፋ። ዓፂኽያ እምበኣር እንታይ እሞ ክብለካ ርግእ ዶ ይትብል ዝህድእ ዶ ረኺበ ከመይ ጌርካ ህዳእ ትብልኒ ቃል ኪዳን ኣሲርና ክንወልድ ክንዝምድ ብሓባር ክንነብር እዩ ባህገይ ሶር ኣብይ ሓወይ ዋ
ኣነስ ሕስርቲ ፍጥረት ኣነ እንድሕር ዳ ዝኾነ ነገር ኮይነ ተሓታቲት እዛ ሰብ እዚኣ እያ ንስኻ እውን ተሓታቲ ኢኻ ዘንደልህፅዋ ሰባት ኣለዉ ንዓይ ከጉዩ ዝተዓጥቁ ሰባት ከም ዘለዉ ፍሉጥ እኮ እዩ ድልዮቶም ኢኺ ሃባ ኢሉሉ ኢኽን እንዳበልኩ ኢዩ ንዓይ ልበይ ከተረስርስ ኢልካ ገንዘብካ ትህበኒ ከም ዘለኻ ጠፍኣኒ ንኽእል ትምሳእ ዝጸንሓካ ሰብ መን ይበሃል ባዕሉ ይፈልጥ እንታይ ለየ ሽሙ ሕዞ ደው ኢልክን ሰብ ተፈራርሒ ኣለኽ እቲ ክትገብርዮ ትሓስቢ ዘለኺ ግን ናባኺ ከም ዝግምጠልኪ ትፈልጢ ኣለኪ ትኹዕትያ ዘለኺ ጉድጓድ ባዕልኺ ክትኣትውያ ኢኺ ኣንታ እንታይ ኢኻ ኮንካ እስኻ እንታይ ኢኻ ትብል ዘለኻ?
ዘራይ ናይ ውሽምኡ ኮይኑስ ኣብዚ ሕከይ እኮ ሕጅስ ኣብዚ ሕየ ዶ ሒደዮ እዋ ማዕረይ ትፈልጣ ዲኻ? ንበዓልቲ ቤትካ ደኣ ከመይ ኢለ ማዕረኻ ክፈልጣ? እንታይ ደኣ እሞ ውርደት ብውርደቱ ዘሕንኽ ዘሕንኽ ውርደት ኣንቲ ዘኹርዕ ውርደት ከሎ ድዩ ተኾንኪ ኢኺ ዋእ ይትረፍ ዶ ቴለፎን ምድዋል ኣብቲ ዝሰርሓሉ እንዳ መሻጢት ከይዳ ብጨጉራ ተትመፅያ ከማን ሊድያ ክፋኣላን እዩ ኣነ ግን እጀካ ንዓኻትኩም ነቶም ናቱ ሰባት ንወላ ሓደ ሰብ ኣይነገርኩ ነቶም ናቱ ባሞ ይትበልና ናትክ ከይኮና ማለት ድዩ ባዕልኻ ዘይዓቀብካዮ ምስጢር ከኣ ንክዕቅበልካልካ ትሓስብ ሰብ እቲኻ ዝፍንጣሕ እምበር ዝፍታሕ ነገር የለን እንተ ኣነ እኮ ቤተሰበ እየ ዝብለኪ ዘለኹ ኣንቲ እሞ ኣብ ቤተሰብ ዘሎ ሰበብ ዲ ቀሊል ንሳ ብትወስዶ ስጉምቲ ንስኻ እውን ዘይክትህሉ ትኽእል ኢኻ ስቀትለኒ እንዲያ ትሓስብ ዘላ

ሄሎ ሄሎ ሄሎ
ሊድያ እንታይ ኢኺ ትገብሪ ዘለኺ ከተቃትልዮም ደሊኺ ካብቲ ዝስዕብ ሓደጋ መን ይኹን ቀዳመይቲ ተጎዳኢት ንስኺ ግዳያት ናይ ጻዕበይ ድማ ደቅኺ እዮም ደኽሞ ስለምንታይ ዘይ ቅዱስ ሓሳብ ሓሳብ
ነባቐሺ ክትፅውዖም ደልየ ኣለኹ እሂ ነባቕሺ ድኣ እንታይ ኢልክዮ ሓቅኻ
እንታይ ኢልክዮም ከዓ ትብል ኣለኻ ንስኻ ድኣ መዓዝ ዝፍለጠካ ኣሎ እሞኻ እንተኮይኑ ዘይፍለጠካ ኮነ ኢልካ ትገብሮ ዘለኻ እንድዩ ኣቲ ዝማም ኣቲ ዝማም ኣይትበለኒ ተገምጢልካ ከኣስ ጽቡቕ ከም ዘለና እንታይ ኢልክዮም ክትብለኒ ክሳብ መዓስ ኢኻ ሕቡእ ልቢ ሒዝካ ክትነብር ወረ ክሳዕ መዓስ ኢኻ ይትረፍ ከም በዓልቲ ቤትካ ከም ሰብ ከይቆጸርካ ንክትነብር ኣነ ንስኻ እምበር መን ደኣ ምስ መን እየ ዝዛረብ ዘለኹ
እንታይ እሞ ክብል እየ እንታይ እየ ክብል ክትብል ዘይደለኻ እምበር ዝበሃል ደኣ ዘቕሪቡካ ኣሎ ሕቡእ ልቢ ኢኻ እኮ ኢለካ እዩ ኣነ ከዓ ኩፉት ልቢ እምበር ሕቡእ ልቢ ኣየድልየንን እዩ

ኣሎ መርሓባ
እንታይ ደኣ ከምኡ ድዩ ዝግበር ኣይፈለጥኩኻ መን እዮም ክትፈልጠኒ እንደ ደላኻ ከመይ ጌርካ ክትፈልጠኒ ኣንተ ሓው
መን ምዃንካ ከይነገርካ ንባ ብዙሕ ምውሕድና ይዛረብ መን ኢኻ እኮ እየ ዝብለካ ዘለኹ ጸጋይ እታ ጸጋይ
ንስኻ ዲኻ?
ባዕለይ ክድውለልካ ዘይብልካንን እንታይ ኮንካ ጠፊእኻ? ኣይጥዓመንን።
ካብዚ ደኣ ዓቢ ጉዳያት እንታይ ኣለካ ኣይጥዓመንን ትብል? ኣይጥዓመንን እብለካ ኣለኹ። ክንዩ ብዛዕባ ጉዳያተይ ንዓይ ዝምልከት። ንዕቀት እዩ እዚ።
ጫፍ ዝበጸሐ ንዕቐት እምበር ዘይጥዓመካ ኣይኮነን። ሄይ!
ንስኻ ብዝወሰድካ ውሰዶ። ኣነ ግን ነጊረካ እየ ብዝወሰድካ ውሰዶ ትብል ኣለኻ ቁሩብ ኣኽብሮት ናይ ሰብ የብልካን ንሰብ ዘየኽብር ክብረቱ ተቐንጢጦ ከም ዝጠፍእ ፍለጥ ኣታ እንታይ ኢኻ ትብል ዘለኻ ትግርኛ እኳ ይዛረበካ ኣለኹ ሰብ ዘየኽብር ከም ዝሓስር ፍለጥ እብለካ ኣለኹ እንታይ ኢኻ ክትገብር ትሓስብ ዘለኻ ደሓን ደሓን እንታይ ከም ዝገብር ንዓይ ይምልከት ኣታ በጃኻ ኢለካ እስከ ምስ ዕድሜኻ ዘይከድ ዘረባ ኣይትዛረብ። ሰይ
ያባ ራእስኻ ኢኻ ምስ ዕድሜኻ ዝኸይድ ተግባር ትፍጽም ዘለኻ ወረጃ ማዕዶቕ። ኣንታ ይጻረር።
እምልሰልካ እኳ እየ ደለኹ ስርዓት ዘይብልካ ሰብ ምዃንካ ኣይትግለጸለይ ሕራይ። ስማዕ ሱቕ ኢልካ ኣይተጉባዕብዐለይ ብፈኸራን ታህዲድን ዝደሃል ሰብ ከይመስለካ። እንተ ደሊኻ ንጓል ሓወቦኻ ሒዝካያ ክትምርቀፍ ትኽእል ኢኻ። ጓል ሓወቦይ ጓል ሕግን ስርዓትን እያ። ወይ ዳኣ ኣገባብ ዘይትፈልጥ ኮንካ እምበር ኣገባብ ፈጺም እየ ዝብለካ ዘለኹ። ኪድ ንባዕልኻ ኣገባብ ግበር። ዓሕ ክትርእየኒ ኢኻ ዋላ እታ ጥቁዕ።
ከመይ ዝበልዎ ጉኑፍ እዩ እዚ ብተሌፎን ክንዲ ዝሃተፍተፍ ብለለ ኣዋእ
ንስኻ ክመፁ ስለ ዝደለኻዮምን ስለ ዘይደለኻዮምን ኣይኮኑን ዝመፁ ባዕለይ ክፅውዖም እየ እምበር ንስኻ ዳ እንታይ ኢልካ ክትፅውዖም ክመፁ ዘይትደልዮም ዝማም
ግደፍ እባ ግደፊ ባዕላትና ናብ ገዛና ንፋሰይ ነእቱ ሰይኮቲ ጣቋ ተረኺቡለይ ባዕልና ንፋስ ኣይንእቱ። መን ድዩ ገዝኡ ንፋስ ዘእቱ ዘሎ? ንስኻ ደይኮንካ? ኣነ? ያባ ደኣ ኣነ።
ንስኻ ንፋስ ጥራሕ ዘይኮንካ ዘራጊቶ ኢኻ ትእቱ ዘለኻ። እንታይ ክብል ተረኺበ?
እንታይ እየ ገይረ? ኣታ ቁሩብ እስከ ሕፈር።
ቁሩብ ሕፍር ኣይትብልን ዲኻ? ብሰንክኻ ኩልና ተሓሚስና እናኸድና ምስጢርካ ሓቢእካ ተሰጒምካ ትኸይድ ዘለኻ ሰብኣይሲ እንታይ ገይረ እየ ኸኣ ክትብል? ግብርኻ ደኣ ኣየናይ እሞ ክበሃል? ደመ ስግኡ ንውሰድ ኢለካ ኣብይካ? እንታይ ዝርግፀካ ዘሎ ተባሂልካ መልሲ ኣቢኻ ኣታ ኣነ ግዲ እንታይ ከ ሰራሕተኛ ካዲ
ኣታ ሳይሞ እንታይ ደኣ እሞ ክብለካ ደሊኻ ወዲ ሓቦኣ ዘይኮነ ወዲ ሓቦኣ ማለት እኮ ሓዋ ማለት እዩ ይትረፍ ዶ ንሱ ንሕና ዘይኮናን ሓሪቕና ንዛረበካ ዘለና ድሓን ድሓን ንዑም ወዲ ከምኡን ኣሚና እንድያ ዝኹሉ ትገብር ዘላ ዝገብርዎ ከኣ ክርእዩኒ። ስምዓኒ ሳይሞን፣ ሓደ ግጉይ ሰብ እኮ ስለምንታይ ከም ዝተጋገየ እዩ ከረድእን ከእምንን ዝፍትን እምበር፣ ዝገብርዎ ክርእዮም'የ ዶ ወላ ከርእዮም'የ ዶ ክብል ኣይግባእን። እዋእ እዞም ሰባት እዚኦም እኮ ሕርቃን ኣለዎም ጓሂ ከኣ ኣለዎም። ሓፍቱ እንዳ ተጋፍዐት ስቕ ኢሉ ዝርኢ ሰብ ዶ ኣሎ'ዩ? ዝኾነ ሰብ ኣብ ክንዲ ንኻልኦት ሰባት ምውቃስን ምውንጃልን ንነብሱ እዩ ክሓትት ዘለዎ። ንስኻ ከኣ ኣብ ክንዲ ስለምንታይ እዩ ከምዚ ኢሉ ዝዛረበኒ ዘሎ ኣብ ክንዲ ምባል ኣነኸ እንታይ ጌረ እየ እንታይ'የ ዝገብር ዘለኹ ኢልካ ንነብስኻ ሕተት። ሕራይ ዳሕንቸው፣ ዋእ ኣንታይ ወድኣ ኩን ንምንታይ ቻው ትብለኒ ኣለኻ? ከምዚ ትብሎ ዘለኻ ክትቅጽል ስለ ዘይደለኹካ ቻው እብለካ ኣለኹ። ዋእ ኣንታ ንዓ'ባ እሞ ስቕ ኢለ ክሰምዓካ እንዳ ተጋገኻ ስቕ ኢለ ክርእየካ ኣለኒ። እቲ ብዛዕባኻ ዝሓስብን ዝሓልን ሰብ ከኣ እንዳ ተጋገኻ ቁኑዕ ኣለኻ ይብለካን ወይ ከኣ ስቕ ኢሉ ይርእየካን። ናብ ጌጋ መንገዲ ወይ ከኣ ናብ ጸጋም መንገዲ እንዳ ከድካ ኮለኻ ስቕ ኢሉ ኣይርእየካን እዩ። ትጋገ ኣለኻ ወይ ከኣ ዓገብ እዩ ክብለካ ዘለዎ። ደሓን። ኣበይ ኣለኻ እሞ ሕጂ ኣበይ ኣለኻ? ኣንታ ቻው እንዶ ብተሌፎን እኳ ድላይካ እንዳበልካንስ ኣበይ ኣለኻ ትብለኒ? ሳይሞን ግደፍ ግደፍ ሰብ ኩን ናይ ሰብ ሕሰብ ብሉጽ ሰብ ክንስኻ ነብስኻ ኣብ ናይ ዘይጠቕሙ ቦታ ኣይተቐምጣ።
ንስኻ ዝመስለካ ግበር። ኣነ ኸኣ ዝመስለኒ ክገብር እየ። ኣንቲ ዘይንረዳዳእ እንታይ ኢኹ ኹንኪ? ሓሪረታ ሓሪረ ኹምትር ኢለ። ዘይንረዳዳእ ከኣ ክትብል ዘረዳድእ ዶ ትገብር ኣለኻ ኢኻ? ንሕና እኮ ንስሙ ኢና ብሓባር ኣብዚ ገዛ ንነብር ዘለና እምበር ሰብ ሓዳር ኣይኮናን። እዋእ!
እሂ እንተ ኾንካ ሰብ ሓዳር ሰብ ኪዳን ኢና ደኣ ሕጅስ። ደሓን ኩን ደሓን ኩኒ ኢና ዘይተበሃሃልና እምበር ሰብ ሓዳር ዲና ደኣ? በስመ ኣብ ወልድ መንፈስ ቅዱስ ኣንዳ ኣምላክ። ካብ ኣምላኽ ሪሕቕካ ኣምላኽ ዘይፈትዎ ስራሕ እንዳ ሰራሕካ ኣታ ኣምላኽ ኣይትበል ሰብ ሓዳር ዶ ድኣ ልቦም ይተሓባበል እዩ ሰብ ሓዳር ዶ ድኣ ጉዳዮም ከዋዊሎም ተመስጢሮም ይነብሩ እዮም ንሕና ጨሪስና ሰብ ክዳን ኣይኮናን ስለዚ ካብ ብውሽጥና ጥራሕ ብኣካል ውን ንፋላለ ጸግጸግዕና ንሓስ። እዋ ኣንቲ።
እወ ንሱ ጥራሕ ዩ ተሪፉና ዘሎ።
ስምዒ ተስምዒ ለመጭመጭ ኣይበለይ ሓሳዊት። ንዓይሲ ሓሳዊት? እወ ሓሳዊት መግለጺ ዘይእሙን ሰብ ሓሳዊ ንስኺ ከኣ እምነት ዝበሃል ዘይብልኪ ሓሳዊት ኢኺ። ደሓን ደሓን ሳይሞን እንታይ እሞ ክብለካ እየ። እምበር ኣነስ እዚ ይኮነን ኢደይ ኣነስ ከምዚ ክፍደ ይግባኣኒ ንስኺ ደኣ ንኢዳ ዝሰኣነት ወስላት እምበር ከምዚ ድኢ ኢደይ ትብሊ እንታይ ኢዳ ኣለኪ እዚ ናብዝን ናብትን ገልበጥበጥ ትብሊ ዘለኺ ኣነ ገልበጥበጥ ኣይበልኩን ሳይሞን ዘይናተይ ኣይትሃበኒ እንታይ ስለ ዝረኣኻለይ እንታይ ስለ ዝሰማዕካለይ እንታይ ስለ ዝረኣኻለይ ከዓ ትብሊ ኣለኹ ዋ
ኣነ ዓሽ ኣነ የባሃም ንዓኺ ምእማን ኣነ ከብቲ ንስኻ ክትከውን ትኽእል ኢኻ፣ ንዓይ ግን ዘይምልከተኒ ኣይተጥብቐለይ። ንስኻ ክትከውን ትኽእል ኢኻ? ክትከውን ትኽእል ኢኻ ትብልኒ?
እንታይ ደኣ እሞ ክብለካ፣ ባዕልኻ እንዲኻ ንነብስኻ ትገልጻ ዘለኻ።
ኣቲ ክንደይ ትብስልቲ ኢኺ? ኣቲ ክንደይ ትሕስዊ ኢኺ? ክንደይ ተታልሊ
ስማዕኒ ዶ ስለምንታይ ኢኻ ዘይእምንቲ ትሓስበኒ ዘለኻ ስለምንታይ ኣቲ በጃ ከባት መልሓስ ከጉድል ንስኻ ምስ መን ከም ትራኸቢ ንዓይ ትሕብርኒ ዲኽ ናበይ ከም ትኸዲ ኣነ ፈልጥ እንታይ መርገፂ ክኸን ነጊርክም ትፈልጥ መግለፂ እኮ ስኢነልካ ሕዚ ከመይ ዝበልዋ ሕብራት ለዋውጥ ነፋሒቱ ይኽስብ
ኣነ ዝቕይር ሓሳብ የብለይ ንብለካ ኣለኹ ክንዲ ቁርባንን ስግዳንን ጭቕጭቕን ፍትሕን እንዲኻ መሪፅካ ዘለኻ በቃ ኮይኑልካ ኣሎ ምርጫ ኣይኮነን ምርጫ ካይትበልኒ ምርጫይ ሰላም እዩ ድሌተይ ተረዳዲእኻን ተሰማሚዕኻን ምንባር እዩ። ምፍልላይ ይትረፍ ሎሚ ቀደም እውን ኣይመረፅኩዎን። ኣታ ምስ ተግባራትካ ዘይሳነ እንዶ ይትዛረብ ምርዳእ እዩ ድሌተይ ትብልሲ ዘረዳእ ዶ ትገብር ኣለኻ ኢኻ እንታይ ኢኻ እግርን ኮቦሮን ትገብሮ ነዚ ዘረባ ኣነ ወዲኤ ኣለኹ

ንመብራህቱን ነባቐሽን ክጽውዖም እየ፣ ንስኻ ኸኣ ናትካ ጸውዕ። ኣንቲ ዝማም፣ ስቕ ኢልኪ እባ ክጽውዒ ክጽውዒ ኣይትበሊ። ሽግር ትጽውዒ ከም ዘለኺ ዶ እምበር ርዳእክሎ። ደሓን ደሓን፣ ሽግር ዝቕንጥጥ እምበር ሽግር ዝጽውዕ ኣይጽውዕን እየ ዝማም። ፈጣርን ጸዋዒ ሽግርን ንስኻ ኢኻ ባዕልኻ። ንስኻ ባዕልኻ። ግደፊ፣ ሰብ እንትርፎ ከጋፍሕ እምበር ኣየጽብብን እዩ። ግደፊ፣ ጸባብ ዓቕሊ ትኹኒ። ዓቕሊ ተጽብቢ። ዓቕሊ ዘጽብብ ዝገብሮ ስለ ዘይፈልጥ መመሊሱ ኣብ መቀራቕሮ እዩ ዝኣቱ። ህይ ግብሪ ዘይብልካ እምበር ዘረባ ዳመን ክኽእለካ። ግብሪ ከ እንታይ ጎድለኒ ኣጥሚየኪ ድየ ኣጽሚኤኪ ድየ ኣዕሪቐኪ ድየ እንታይ ማለት እዩ ግብሪ እዩ ዝጎድለካ ማለት ሓቂ ይጎድለካ ኣሎታ ቅንዕና ጎድለካ
መርሓባ ፀጋይ ከመይ ኣለኻ? ቢንያም በሃል። ኦ ሓቅኻ እወ ዘይክዝክረኒ ትኽእል ኢኻ ምስ ተራኸብና ግን ከም ዝዝክረኒ ርግፀኛ እየ። ደልየካ ነይረ ፀጋይ ኣበይ ትህሉ? ኖ ኖ ናይ ደሓን እየ ደሓን እየ እሞ ኣበይ ኮ- ኣበይ ከባቢ ትህሉ ኦኬ ፅቡቕ እሞ ከተማ ተለኻ ኣብዛ ሂባል ክትፅብየካ ዶ ሕራይ ወላ ፍርቂ ሰዓት ኣብኡ ክትፀንሓካ እየ ደሓን ሕራይ ሕራይ ሕራይ ፀጋ ሕራይ ፀጋ
ሚስ ሽኮር ናይ ብልቢ እየ ዝብለክ ዘለኹ ምርኻብና እሞ ከዓ ሓዳር ከይገበርክ ምፅናሕክ ግን ዕላማ ኣለዎ ኣነ ናትኪ ንስኻ ናተይ ስለ ዝኾንክ ጥራይ እቲ ምስጢር ኣነ እዚ ነገር እዚ ናይ ፈጣሪ ስራሕ ጥራይ ዝብሎ ፈጣሪ ነቶም ከራኽቦም ዝደለየ ሰባት ርሕቂ ቦታ የፀግሞ ንውሓት ግዜ ኣይዓግቶ መደብ እዩ ዝገብር ኣብ ፈጣሪ ትኣምን ዲኻ ሓቀይ ዋእ ኣንታ ኣቢ ፈጣሪ ደኣ እሞ ኦኬ ጽቡቕ ሓይልን ርቀትን ፈጣሪ ምስጢር እዩ እቲ ምስጢር እቲ ልዕሊ ዓቕሚ ዝኾኑ ፍጡር እዩ ኣባና ግን ዝጋሃድ ዘሎ ኮይኑ ይስምዓኒ ምክንያቱስ ኣዜ ዝበጋን ዝምንያ ዝነበርኩ ጓል ፅላሉ እምቢር ኮፍ ኣቢለይ ፀኒሑ ኣይ ኣቢ ናይ ብሓቂ ሰብ ማለት ኢና ቴንክ ዩ ምስጠይ ንዓኽ ንዝረክብ ጥራይ ግን ሙሉእ ሰብ ዝኾን ኣምላኽ መጀመርታ ንኣዳም ምስ ፈጠሮ እኮ ብዙሕ ጎደለታት ምስ ረኣየሉ እኳ ንሄዋን ፈጢሩሉ ንዓ ምስ ረኣየ እኳ እዩ ኣዳም ፍሽኽ ኢሉ ምክንያቱ ጎደለታቱ ተመሊኡ ኢሉ ኤሄ ናዓዳ
ከምኡ ዶ ኣይኮነን ከምኡ ጥራይ ኣይኮነን ሄዋን ጎደሎታት ኣዳም ጥራሕ ኣይኮነትን መሊኣ እቲ ዝዓበየ ፀገም እውን ኣምፅኣትሉ እያ ሰይጣን ደኣ እሞ ኣጋጊዋ እወ ግን ንባዕላ ተጋግያ ንዕኡ ከዓ ኣጋግያቶ ኩሉ እቲ ብድሕሪኡ ዝሰዓበ ፀገማት ብሰንካ እዩ ስለዚ ኣነ ከኣ ከምታ ንዓና ዝወለደት ሄዋን ከይኮነካ ኣብ ጸገም ከየውድቀካ ኣቢ። ሙዚተይ ብኣኺ ዝመጽእ ጸገም ጸገመይ እዩ ዝኾነ ጸገም ይሃሉ ከኣ ናብ ሰናይ ክንልውጦ ኢና ስለዚ ምስቲ ኣለኒ ትብልዮ ጸገም ናተይ ክትኮን እየ ዝደሊ።
እውይ ሙዚተይ እዚ ወዲ ውድ እዩ በቃ ውዱእ ብቻ ለክ ነዚ ውዱእ ሰብ ከይተኸስርዮ
እንታይ ማለት እዩ ከይተኸስርዮ ብዛዕባ ኢደይ ትፈልጥዮ ነገር ኣሎ ድዩ ኩሉ ፀገማት ክፀገመ እዩ ስለ ዝበለንስ ከፃግሞ ኣነ ሕልና ደይብለይ ሰብ ድየ ከምቲ ንሱ ዝግደሰለይን ዝሓልየለይን ክሓልየሉ ይብለይን እንዳረኣኹ እንዳሰማዕኹ ናብ ሽግር ክእትዎ
ቢልያ እንተ ንስኻ ክብረት ሃብካ ንሱ ግን ክብረ ሰብ ስለ ዘይብሉ ክብረት ኣየድልዮን እዩ ክዋረድ ጥራሕ እዩ ደሎ
እንታ ፀጋይ ካብ ውርደት እሞ እንታይ ዝርከብ ካብ ውርደት ዶ ካብ ውርደት ደኣ ሕፍረት ርክብ፣ ሕንከት ርክብ፣ ውርደተኛ ሰብ ከኣ ክዋረድ ጥራሕ እዩ ዝግባእ። ስምዓኒ እባ ጸጋይ፣ ሓንሳብ እሞ ካብ ስምዒትን ካብ ሕርቃንን ውጽእ ኢልካ ክሰምዓኒ ፈትን። ንዓኻ እኮ ሊድያ ጥራይ ኣይኮነትን ሓፍትኻ፣ ወላ ስውን እኮ ሓውኻ እዩ። ከምዚ ዓይነት ሓው የብለይን፣ ሓውኻ ኣይትበለኒ። ኣሕዋተይ እዱባትን እርኑባትን እዮም። ንዓባ ጸጋይ ኣይትጋገ፣ ንስኹም እኮ ወሊድኩም ዝተዋለድኩም ሰባት ኢኹም። ጽባሕ ንጎ ተፈላሊኹም ከም ዘይትፈላለዩ ኣሕዋት ዝገብሩኹም ቆልዑ የለውን ድዮም? ንሱ እሞ መዓስ ከምኡ ሓስብ ንዓይ እኮ ኪድ ቆልዓ ኣባኻ ክትወስድ ትኽእል ኢኻ ኢሉኒ። ሕውነት ዝፈልጥ ኣሕዋትና ኢሉ ዝኣምን እንተዝኸውን ከምኡ ምበለ መስለካ? እዚ ግን ሓደ ደይሓስብ ብላሽ ሰብ እዩ። ብላሽ!
ጸጋይ፣ ሓደ ሰብ ዘጣዕሶ ነገር ክፍጽም የብሉን። እሞ ኣነ ዘጣዕስ ተግባር ዘፈጺመ እየ። ዘጣዕሰካ ፈጺምካ ኣይኮንኩን ዝብል ዘለኹ። ብሕጂ ግን ዘጣዕሰካ ነገር ንኸይትፍጽም እየ። ምኽንያቱ ካብ ሓዳሮም ተፈላልዮም እንትርፎ ክጣዓሱ ሕጎሱ ኣነ ርእየ ኣይፈልጥን። ልዕሊ እቶም እቶም ዝተፋትሑ ከኣ እቶም ዘፋትሑ እዮም ክጣዕሱ ዝርኢ። ጽባሕ ንግሆ እኮ እቶም ቆልዑ ኩስቶ እንተዘየተዓርቆም ነይሩ እኮ ኩስቶ እንተዘይፈላልዮም ነይሩ እኮ ኢሎም እዮም ክዛረቡ። ስለዚ ኩሉ ግዜ ንኸተተዓርቕ ጥራይ ስሬኻ ዕጠቕ። ጽባሕ ንግሆ ከኣ ብጻዕርኻ ሩፍ ኢልካ ደቂስካ ትነብር እንተ እቶም ዘፋትሑ ግን ንባዕሉ ሂወቶም ፋሕፋሕ ኢሎም እዮም ዝነበሩ ኣንታ እዚ እኮ ኣብ ልዕሊ ሓፍትና እዩ ዝዝሙ ዘሎ እምበር ደርዳእካ ኣሎ ኖ ኖ ኖ ሚዝቴ ማዓረይ ብጌጋ ተረዲእክንለኺ እንታይ ብጌጋ ተረዲእክንለኽ ደኣ ከይትኸስርዮ ማለት እንታይ ማለት ድዩ ስቕ ኢልኪ ቅረብዮ ከይትገድፍዮ ማለት ዶ ኣይኮነን ኣባሃላይ ከመይ መስለኪ
እሰብ ዝፈትኪ ንቑም ነገር ተመኒክን ኣሎ ሓቀይ እንታይ ደኣ እሞ ንስኽም ቅድሚ መርዓ ዝኾነ ርክብ ከይፈፀምኩም ናይ ኤች ኣቢ መርመራ ንግበር በልዮ ፖስቲ ምዃነይ እንዳፈለጥኩ ኣቲ ስኽ ብዛዕባ ነብስኺ ጥራይ ክትፈልጢ እምበር ብዛዕባ ነብሲ ትፈልጢ ነገር እንታይ ኣለኪ ድዩ ድሓር ከዓ ስኸማ ፖዚቲቭ ተኾነስ እንታይ ትፈልጢ ውይ በስመ ኣብ ኣንቲ ዘይገበረኩ ጋለይ ኖም እዚተይ ኣነ እኮ ፖዚቲቭ ክኾን ይምነየሉ የለኹን ግን ምናልባት ከምኡ እንተኾነሲ ብዘይ ፀገም ናብራኹም ሓዳርኩም ክትገብሩ ትኽእሉ ኢኹም እዚ እቲ ቀዳማ እዩ ካልኣይ ነገር ኣብ ኤች ኣይቪ ቅልል ዝበለ ኣረኣይ ክህልዎ ክእል እዩ ሕልሚ ማለት ምዚተይ እዚ ሕማም እዚ እኮ ካብቶም ቀዳሞት ቀተልቲ ሕማም ኣይኮነን። ካብኡ ዝኸፍእ ሓድግነታት ሕማማት ኣለዉ። ከም ኩሎም እቶም መድሃኒትካ እንዳተኸታተልካ ብዘይ ጸገም ክትነብሮም ትኽእል ሕማማት እዮም። ሕማም ሽኮርያ ዘለዎ ሰብ መድሃኒት እንዳወሰደ ክነብር ይኽእል እዩ። ጸቕጢ ደም እውን ልክዕ ከምኡ። በቃ ምዚተይ እዚ ኸኣ ልክዕ ከምኡ እዩ። ብሓገዝ ሕክምናውን ጥዑይ ቆልዓ ክትወልድ ትኽእል ኢኻ። ስለዚ ዋላ እስኺ ፖስቲቭ ኩኒ ንመመርዓው ክደይ ዕንቅጾ ክኸውን ይኽእል እዩ? ኦይ ከመይ ገይሩ ደይ ዕንቅጾ ክኸውን ጓለይ?
ኣንቲ እስኺ ብናትኪ ኣተሓሳስባ ጥራይ እንድዩ ትኺድዮ። ብዙሓት ሰባት እዮም መቃ ኢሎም ዝሪእዎ ንብለኪ ኣለና። ድዑ ጓለይ ክኸውን ደይክእል? ሙዚተይ ክኸውን ዘይክእል ነገር የለን ናትኪ ኣተሓሳስባ ጥራይ ድውስኖ። በጃኺ ልክስ ኢልኪ እንጀራ ከይትዕጸዊ። ደሓር ከኣ ክውን ሰብ ኮዲልካ ተንኪልካ ብኽፋእ ተጋግዮ እምበር እዞም ብምርጭኦም ድገብርዎ ደኣ እሞ ንዑ ምምልካት።
ስማዕ ቢንያም፣ ነዚ ብቐጥታ ብገበን ምኽሳሱ ጥራይ ዘዋጽእ። እዋ፣ እንታይ ዓይነት ገበን? ኣብ ርእሲ ሰበይትኻ ናብ ካልእ ሰበይቲ ምኻድ ገበን ዶ ኣይኮነን እዩ? እ? ብምንዝርና ክሰስ፣ ኣብ ሕጊ ከኣ ጠልጠል ይብል። እዋ፣ ስማዕ እንዶ ጸጋይ፣ ንስኻ ሕጂ ንዑ ክትከሶ መሰል ኣለካ ድዩ? ይሃልወና ኣይሃልወኒ፣ ክኽሰስ ኣለዎ እየ ዝብለካ ዘለኹ። እሞ ንስኻ ክትከስስ መሰል የብልካን። እዚ ነገር እዚ እኮ ዋና ኣላቶ። ንሳ ጥራይ እያ ከኣ ክትከስስ ትኽእል። ንሳ ከኣ ልቢ ዕብያ ጸግዓ ሒዛ እያ ዘላ። እንታይ ልቢ ዕብያ ደኣ? ልባ ተደፊና እምበር። ደሓን ልቢ ዕብያ ድያ ወላ ልባ ተደፊናሲ ንዓኣ እዩ ዝምልከት እብለካ ኣለኹ። ኣንታ ደይ ንሳ ደኣ መን ይገብረና ኣሎ? ስሬና እኮ እያ ፍትሓትናታ። እሞ ስሪኻ ክትፈትሕ ተዘይደሊኻ ስቕ በል። ኣንታ ጓል ሙት ሓወቦይ እኮ እያ። ሓወቦይ እንተሞተስ ኣነ ኣብ ልዕሊ መሬት ከለኹ ከም ድመትኩ ስቕ ክብል? ስቕ በል ክብለካ ከለኹ እኮ ክስን ወዲ ክስን ኣየድልየካን እዩ። ተመሊሱን ዝሃርመካ በትርስ ኣይተዋጣውጥ ማለተይ እየ። ብሰብኣውን ሰላማውን ነገር እኮ ክትሕዞ ትኽእል ኢኻ። ባህልን ወግዕን ዘለዎ ህዝቢ እዩ ዘለና። ዓበይትን ለባማትን ከኣ ኣለዉና። ስለዚ ነዚ ነገር ከተዐርዮ ተደሊኻ ጸጋይ

ኣትእንዳዘከርና እንዲ ድኣ ዶ ኣለኖ
ምስቲ ማዓረ ብቻ ከምፃ ብልዮ ኣነስ ክሪኦም ደለኹ ወይ ምፃእት ኢሉ ኢዳ እንዳጎየ ይመፅእ ወሸለ ምፃእ ኢለዮ ከምዘይ ነይ ደለኹ ኢኹ መስሎ ኣቲ ብቻኺ ምስ መሓዘይ ኣለኹ በልዮ
ወይ ሽግር

ኣነ ሓደ ኣካል ክንከውን እየ ዝደሊ። ከመይ ከ እሞ ድሓን ዲኻ? ሓዲግ መዲግ ኮይነ ኣለኹ እቲ ሙዚተይ። ክንፈላሊ በቃ ናይ ዕረፍቲ ግዜይ ብዘይ ቁም ነገር ኣሕልፍ ኣለኹ ፕሊስ ሓግዝኒ እንዶ። ፈጺምኪ እኮ ኢኺ ምሕጋዝ ኣቢኺ እንዶ። በጃኺ ንኽልቴና ኣብ ዘቐስን መደምደምታ ንብጻሕ። ኣታ ኣቢ። ፕሊስ ሙዚት ጽቡቕ ነገር ሕሰቢ ጽቡቕ ዝሓስብ እኳ እዩ ጽቡቕ ዝረክብ። ሕማቕ ስለ ዝሓሰብኩ እኮ ኣይኮነን ኣታ ኣቢ።

ወይ ከኣ ምስ ወዳእኩ ንራኸብ። ሎሚ ኣብ ሓደ መደምደምታ ክንበጽሕ እደሊ ኣሎኹ። ጸገም የለን። መጸና ትኽእል ኢኻ።
ዝበለጸ ሕራይ ኣበይ ኢኹም ዘለኹም? ኣብታ
መጀመርያ ዝተራኸብናላ ትዝክራ ዲኻ?
እዋ፣ ምስኣ ዝተራኸብኩሉ ቦታ ደኣ'ሞ ከመይ ገይረ ክርስዓ ትምዝታ? ካብ ተዘክሮታተይ ዲኻስ ከም ቅዱስ ቦታ እምበር ዝክሮ
ቴንክ ዩ ዝሓወይ ቴንክ ዩ ኣቲ ፅብቕቲ እዛ ሓወይ ትብል ቃል ንግደፍ እያ ናይ ብልበ መፃኹም ወድሓን መፃኹም ኣረ ኣረ
ኣነ ክሪኤ ተሃንጥየ ዘለኹ እውይ ትሪኤ
ከሚት ድበለ ሓለንጋ ይወዲ ነዊሕ ምስ ዋ ስየ
መልክዕ ገለኻ መልክዑ ዶ ሃ ኣቲ መሕመም መልክዑ ደኣ እውይ ሙዚክ መዓረይ ኣቲ ዝስናት ክበሎ መሃን ፅባቐን ያወድስ ኣብ ቁም ነገር ናብ ንፍዓትን እንድዩ ዋ ፎርማት ክህልለዎ ሓቀይ ዶ

ነቲ ኣዱ እንታይ እሞ ክወፅኣሉ እየ እንዳበልኩ ከይሽኮሪና እዩ ድሓር ከዓ ከምዞም ምሻሉ ርእይ ኣቢልካዮም ሳብ ልብኻ እቱ ዝብሉ ዓይነት ሰባት ከምኡ እዩ በቃ ውይ ምዚት ግን ዋ እንዳፈትኸዮ ስትርሕቅዮ ኣቲ እንታይ እሞ ክገብር ንትፈትዎ ሰብ እኳ ኢኻ ተሓሊሉ ወወ
ዘኪረዮ ዘኪረዮ ረሲዐ እንደ እምበር መገሻ ኣለኒ ኢልካ ነርካ እንዲኻ ብዝኾነ ድሓን ብሰላም ተመለስ ኣነ ከኣ ፎር ደ ላስት ታይም እንታይ ከም ትብለኒ ክሰምዓ እየ ኣቀራርባ እኮ ድሓን እያ ትመስል ግን ከኣ ድሓን ክንሰምዓ እንዲና በቃ ቻው ቻው

ክሳብ ክንዚ ከዓ ኮይንካ ኣይትፈልጥን ኢኻ በጃኻ ተዓራርዩ ዝጭሕምኻ ገለመለ ድሓር ካብኡና ሓሊፉ ተካፍሎ ፀገምካ ኣሎ ድዩ ዳን ዳን ሰምራ ኣይረፍን ምስተይ ከመይ ቀኒኺ ደሓንዶ ፅቡቅ ትፎእ ሰላም ደሓንዶ ከመይ ኦኬ ፅቡቅ ኣቤል ፅቡቅ ሌላ ፅቡቅ ሌላ ኣነ እኮ ገፅካ ደርኣኹኻ እምበር ፅቡቅ ገይረ ተላለየካ እዋ ብኸመይ ብኸመይ ምኽብለካ እየ ቁም ነገርካ ሓልየትካ ኮታስ ኩሉ ነገር እዚ ኩሉ ምስቲ ኒደት ፀግበካን እያ ኣዝያ ኣብ ፅቡቅ ትገልፀካ ንዓይ ዳሞ ከምዘይትብለኒ ህምዝተ ትብል ኣላ ንስኺ ተዘይ ትብልያ ዶ ከምበለት ጥራሕ ኢልካ ኣቢ ሽኮር ኣቢ ዓብዪ ሰብ ክትብለካ ትዕሎ ዶ
ዓቢ ነገር እዩ እሞኸ ካብ ሞዚት ዝሕጉስ ነገር ኣዝዩ ደስ ዘብል ድሕርኻ ዘይዝክረካ ድመስለካ እንድዒ ማዕረ ዝትብልዮ ዘለኽስ ኣይመስለኒ ይህምዝተ
ባዕለይ ዘይነግረካ ብዛዕባኻ ካብ ንዓኻ ትብሎ ንዓና ትብሎ እዩ ዝበዝሕ እቲ ሓቂ ዳ መግለፅኻ ኣብ ድሕርኻ ድበሃል እዩ ያ ያ ስለዚ ኣብ ሽኮር ደለ መውፃፍ ንብለካ
ናይዚ እኮ መግለፂ የብሉን። መወዳእታ ይብሉ። እዚ ኢልካ እዚ ኣጋጢሙ ዘሎ እንታይ ዶ ገይሩ እዩ እቲ ማማ?
እንታይ ዶ ኣጋጢሙ እዩ? ማለተይ ሲ ሓቅኺ
ዝቓንዛይ ዶ የቐንዝወኪ? ብእኡ እምበር መዓዝ ብኣይ ትሓሚ ኾንኪ? ብሓደ ዓይኒ ርእየኩም እምበር እንታይ ደኣ? ትም በሊ!
ብሓደ ዓይኒ ትርእይና እንተ ትኾኒ ከምኡ እዩ ምበልክን። ኣነ?
ንስኺ እምበር መን ደኣ? ምስ መን ድየ ዝዛረብ ዘለኹ? ማማ ተጋጊኺ ተጋጊኺ ንዓይ ክልቴኹም ወለደይ ማዕረ ኢኹም። ቡዝተይ
ሎሚ ምስ ኣዝያ ደስ ተብል ዓባይ ሰብ ኣላሊኽኒ። ፈቲኻያ ዶ እዛ መሓዛይ ማዕረይ? ናይ ብሓቂ
ግርህቲ፣ ቅንዕቲ፣ ኦፐን ሰብ። ቴንኪዩ ቴንኪዩ። ኖ ይግባኣኪ እዩ። ሎሚ እኮ ከምዚ ናትኪ ግርህ ኢሉ ክፍት ኢሉ ዝዕለካ ሰብ የለን። ልዕሊ ዝኾነ ከኣ ዘሐጎሰኒ ብመሓዛኺ ኣዚኺ ግድስቲ ስለ ዝኾንኪ። እዋእ ምስዚ ተዳ ህይወተይ እንድያ። መሓዛይ ብምዃና ንዓይ ዓቢ ረብሓ እዩ። ጥዑም ተዛራቢ ኢልኪ።
ጥዑም ዝራብ እኮ ተረካቢ ይኮና። ጥዑም ዘረባ እኳ እዩ ጠፊኡ ዘሎ። ብዚ ሽኮር ኩሉ ሰብ ጭንቂ ዕላሉ ኮይኑ። ሓቅኻ እኮ ኢኻ ንባዕል ተጨንቕስ ንዓኻ ክጭንቕ ኣብላካ።
ያህ ዝኾነ ሰብሲ ብዛዕባ ካልእ ሰብ ጽቡቕ ዶ ይዛረብ? ምሻልኪ ቅንኢ ድዩ ሕስድና ድዩ ዘይርድኣኪ ሕስድና ሕስድና ያ ኣባሓወይ እዛ ሕማም ብኸመይ ከም ትሓው እንድዕ እምበር ብሕማም ሕስድና ኩሉ ሰብ ተለኺፉ ዘሎ እንተ ተለኺፉ ደኣ ተጠቂዒ እምበር ወረ ብኸቢዱ ኣቲ ሕማም ሕስድና ልክዮ ሕማምዋ ዘይሓው ሕማም ከኣ እምበር ሕሰብዮ እንዶ ሰብ እንተ ጠዓሞ ሕምም ትብል ነፊዕ ገንዘብ ተሓዘ ቅርፅ ትብል ፅቡቕ ተተኸድንኸ ይዕንትኻ ምፅኣ ክነጥራ ደልያ ሕሰብዮ እስኪ ካብዚ ንላዕሊ ኣሰቃይ ሕማምስ እንታይ ኣሎ ኔቨር የለን ዘይሓዊ ሕማም ኮ ኢልኪ ኢኺ ኣቶ ኣቢ ናይ ብልቢ እኮ እየ ዝዛረብ ዘለኹ ንዑ እንቋዕ ፈጠረሉ እንቋዕ ሓለፈሉ ንዓይ ከምኡ ማስለኒ ድብል እኮ እየ ደየላ ብዘይካኺ ኦይ ወሪድኒ
ኖ ኣባኺ ዝተዓዘብክዎ ፍሉይ ነገር ንሱ እዩ ስጋብ ሕጂ ብዛዕባ ዝኾነ ሰብ ሕማቕ ነገር ኣይተዛረብክን

ኣብ መሓዛይ ድምርኮስ ኣብ መሓዛይ ድምርኮስ ኸ እንዳ ባዕለይ እንደለኹልካ ምቕናይ ጥራይ ዘይኮነስ ወረ ምውራ በቃ በቃ እንታይ ደኣ ኣድያም ዓባይ ሰብ ካብ ኣፅበዮ ዓብ ነገር ኣሎ ንሱ እንተ ደኣ ሰሊጡ ምውራሕ ጥራይ ዘይኮነ ዘይምኻድ እውን ኣሎ እ?
ናባይ ባዕለይ እኮ ኢለካ እየ ናባይ ግደፎ ጥራይ ናባይ ናባይ

ወሳን ስኢነ ኣለኹ በቃ ኣነ እንታይ ይጠራጠር ኣለኹ ምስለኪ ኣበይ እምነት ኣጉዲልኪ ከይትኹን ወይ ኣተኣቢ
ኣብ ሓራት ኮይነ ኢለ እምነት ከጉድል እንታይ ምናልባት ከምዚ ድሕሪ መጋረጃ ግለ ኣቐሚጡሉ ኢልኪ ከይትሓስቢ ኖ ፈፂም ኣይሓሰብኩም እዞም ናይ ደገ ኣንስቶም ኣቐምጦም ኣብዚ ንኣሽቱ ንርኢ ኣዋልድ መፅኦም እዮም ዝምርዓው ገለ ስለ ዝብሉ ሲ ምናልባት ገለ ከምኡታት ከይኮ ዋ ኣታ ትኾንካ ኣታ ኣይፍለጥን እዩ መታለሊ ሰብ ሞ ፍሉጥ ሊታ ኣብ ሓወይ

ከይተመርዓና ከይተፈታተንና ክንፈላለ? ኣቲ ኣቢ ሓወይ ድሕር ተመርዒና ደኣ ሞት ኮይነ ኢልና ክንፈላለ? እንድዒ ብነብሰይ እንዲ ክትብሊ ዘለኺ? ሓራይ በቃ ሓራይ በቃ ቻው ቻው ንምባል ዶ ተሃቢኻ? ሓራይ እንታይ እዩ? እሞ ንኣድያም ዶ ከነካፍላ? እንታይ ከነካፍላ? ብዛዕባ እዚ ጉዳይ እምበር እንታይ ደኣ? በቃ ሓራይ
ህልም ዶ ኢለኩም ዋ ህልም ምባል ጥራይ ዲኻ ኖ ደንጊኹ ከይኮንክን ዋ ደንጊያ እምበር እንታይ ደኣ ስለ ዝናፈቕና እያ ደንጊኹን ትሰሚዓና ኣብዚ ለኻ ዘረባ ኣቲ ኣታ ካብ ዝተምሃሪ ውይ ኣታ ንስኻ ሽኮር
ሳራ ሓፍተይ ከመይ ክላእ ኣብ ገዛና እንታይ ደሓን ኣሎ ኢልክዮ ኢኺ ፋሕፋሕ ክትብል እያ እዛ ናብራ ብጣዕሚ እየ ዝፈርሕ ዘለኹ ምክንያቱ ማማ እትብሎን ትገብሮን እያ ዘይትፈልጥ ደላ ቀፃሊ ህኮት ኮይኑ በቃ ገለ ግበር በጃኽ ገለ ግበሪ መመክሒ ሰብ ከይንኸውን ባባ ከዓ ፈፂሙ እዩ ተዳሂሉ ዘሎ ሓይላቶ ትሳራ ሓፍተይ ሓይላቶ ትፈልጢ ዲኺ ክትውሕጦ እኮ እያ ትደሊ ብጣዕሚ እዩ ዘደንግጸካ ብጣዕሚ ምፍልላይ ተመጺሞ ኣኺልዎ እዩ እንድዒ በቃ ንዓይ ከምኡ ኮይኑ እዩ ዝስምዓኒ ደሎ በጃኺ ተቓላጢፍኪ ገለ ግበሪ ሳራ ሓፍተይ ሕራይ ሳራ ሓፍተይ ሕራይ ቻው በቃ።
እሞ ሓደ ዝፈልጦ ታክሲስት ኣሎ ንዕፅዋ ኖ ፀገም የለን ንሕና ኣብዚ ናይ መስመር ታክሲ ንወስድ ኢና ንዕፅዋ ክንደይ ፀገም ኣሎ ሓቂ ኣብ ሓዊ ተሓር ብዓሰርተ ናብ ባንክ ከይዳሃላስ ንምንታይ መኹንትራት ንወስድ
ከማ ንዕኪ ተኽስራ ኢልክን ዲኹም ኣባ ሓወይ ናይ ግድን ከኣ እምበት ንሓልየልካ ኣለና ንምንታይ እሞ ደድሊ ወጻት ኣደ ክፈል። ጸገም ኣይኮነን ንዓኻትኪ ዝወጽእ ክሳራ ኣይኮነን ጓላ ንዓይ መኽሰብ እዩ ናይ ብልቢ እየ ዝብለኪ ዶለኹ ክንዲ እቲ ንዓይ ደስ ዝብለኒ ከማን ኣይከውንን እዩ ይርዳእና ኣባ ሓወይ ግን ከኣ ድሓን ከምቲ ኣዱ ዝበለቶ ንሕና እውን ዘየድሊ ወጻእ ክትገብር ደስ ኣይብለናን እዩ ኦይ ኣራይ በላ እንታይ ደኣ እሞ ክንብለኪ ኣባ ሓወይ ደስ ዘብል ግዜ ኣሕሊፍና ብምርኻብና ኣዝየ ተሓጊሰ። ኣከማይን ኣለም ዓባይ ሰብ እቲ ኣነ ክብሎ ዝግባእኒ ክትብልዮ ዘለኺ ናይ ብልበይ እየ ዝብለኪ ዘለኹ ኣብዚ ዓዲ ካብ ትመፅእ ከብሎ መዓን ተሓጒሰ ይፈልጥ ናይ ኣዝዩ ደስ ኢሉኒ በቃ ኣታ ግደፍ ኣድያ ምሳና ስለ ዝወዓለት ድያ ከምኡ ጥራይ ዘይኮነስ ብሓፈሻ እምበር ኣድያ ምሳና ምውዓላ ከዓ መሊሱ መቕረት ወሲኽሉ

ምዝሽኩም እዛ ናይ ሎም ርክብና ዝያዳ ምብሳል ከድልያ እዩ ኣነ እኮ ክንቅፅሎ ምደለኹ
ሕጅስ ግድን ብዛዕ ከይድ ኣለኒ ንመሓዝ ዳኣ ንራኸብ ንሓን ደውለለይ ኣብ ስጣዕሚ ካ ንረሃብ ንሓደ
ሙዚተይ ከምዚ ወደዚ ጥዕም ኣንርኢ ይፈልጥኒ ናይ ብሓቂ እዋ ኣቲ ከምዚ ደየላ ውዱእ ፍጥረት መልክዑ ተበልካ ኣዘራርብኡ ተበልካ ልዕሊ ኩሉ ነገር ብስለቱ ቃላቱ ክውጥዕሙ ፍትንከ ኮይ ተፈለየ ደይ መፀካ ኣቲ ተራስ ምስክስልካ ዋይ የራስነ ከይኮንኩ እንደለኹ ኣነ ብልበ ዝዛረብ ዘለኹ ከምዚኦም ዓይነት ኣወዳት እኮ ተመኒኻን ተማሂልካን ዘይርከቡ እዮም ሕሰብ እዮሞ እዞም ናይ ሎሚ ዘጋጥሙና ዘለዉ ኣወዳት ዶ ኣይኮኑን? እዚ ደኣ ለዚስ ማና ኮይ ብገለ ዱብ ኢልኪ። እወ ግን እንታይ ደኣ ኣቲ ጓል ከይትድርበሺ ካብዚ ኢድኪ ወርቂ ኣይትድርብሽ ጥንቅቕ በሊ ንብለኪ ኣለና።
ደሎ ቻሰይከይ ስምዕኒ ኣነ ሊድያ ኣነ ለዋህን ጨካንን እየ እዚ ኩሉ ተዓጊሰ ክኸዶ ዝፀናሕኩ መንገዲ ለውሃተይ ክኸውን ከሎ እዚ ሕጂ ዝወስዶ መንገዲ ከዓ ጭካነ እዩ ሊዳ ሓፍተይ ብጃኺ ኣብ ልዕልታ ጨከነትለይ ጨካን ሰብ ምጭካ ብጃኺ ነጊረክ እኮ እየ ዝፍክር ጥራይ ዘይኮንኩስ ዝትግብር ሰብ ዋስ ዝበልኩ ዘይምለስ ሰብ ሊዳ ሓፍተይ ብጃኺ
ዝሰብኩሉ ዕድል ኣይተጠቀምኩሉን